ሰላም ጥዒና ይሃበለይ ኣብ መላእ ዓለም እትግነዩ ን ትንሳኤ ጽዮናውያን መንፈሳዊ ሚድያ ቤተሰብ ዳሕና ዶ ኣሜኻቱም ሰላም እግዚኣብሔር ምስ ኹላትና ይኹን ብዛዕባ ጾም ለብራህሩሁልና ትምህርቲ ልህቡና ልስንቁና ዓውዪ ናቤተክርስቲያን መምህር

ኣርኣያን ኣምሳልን ንደቂ ሰባት ዝዓደሎ ጸጋ ንዕኡ ክነመስግን ስለ ዝኾነ ኣንደበትና ስሙ ካብ ምምስጋን ስሙ ካብ ምጽዋዕ ከያቋረጸ ንክንነብር እስካዕ መልእልተ መስቀል ፍቅሩ ዝገለጸልና ሕያው እግዚኣብሔር ስሙ ዝኸበረን ተመስገነን ይኹን። መምህር ሄኖክ ገብረእግዚኣብሄር ይበሃል። ነዚ ሓድሽ ሚድያ እዚ እውን ፈላማይ ወይ ተጋባዚ ኮይነ ብምቕራበይ እውን ካብ ልቢ ዘለኒ ደስታ እናገለፅኩ ኣገልግሎተይ ቤተክርስትያን ይኹን ካልኦት ዘርፊ ማሕበራት ናይ ናይ ማሕበረሰብ ኣገልግሎት ኣብ መንፈሳዊ ኣገልግሎት ይኹን ኣብ ዝተፈላለዩ ካልኦት ኣገልግሎታት እውን እናገልገልኩ ዝርከብ እየ። እግዚኣብሔር የኽብረለይ መጋቤ ሐዲስ መምህር ሄኖክ። ብጣዕሚ ኢና ነመስግን ኣሕናለ ብስም እግዚኣብሔር ብጣዕሚ ኢና ነመስግን ዕድመና ክብሮም ኣብ ስቱድያ ስለ ተገነዩ ላብ ትምህርትና ክንኣቲ ተለና ለሎናዮ ወቅቲ ኣብ ጾም ወቅቲ ኢና ነና ኣብ ዓብይ ጾም ወቅቲ እና ጾም ክንሓስብ ተለና ጾም ሃመይ ክንትንትኖ ንክእል ሊቃውንቲ ኣቦታትና ከመይ ኢኹም ትትንትንዎ ጾም? ጾም ታይ ማለት እዩ? ጾም ቃላዊ፣ ምስጢራዊ፣ ዓውዳዊ፣ ዘይቤኣዊ ፍታሕ ወይ ከዓ ትርጉም ኣለዎ እዩ። ኹሉ ልኾነ ቃል ትርጉም እንተዘይሒዙ ንቲ ሰብ እውን ተግባራዊ ክገብሮ ኣይኽእልን ወይ ክርድኦ እውን ኣይኽእልን። ሐዚ መጀመርያ ጾም ማለት ብቃላዊ ትርጉሙ ጾም ማለት ምኽልካል ማለት እዩ። ጾመ ማለት ጾመ ጾመ ክኸውን ከሎ ትርጉሙ ጾም ብሂል ተከልኦተ ብእሲ እመብልእ በጅዜ እውቅ ዝብል እቶም ሊቃውንቲ ኣቦታትና ኣብ ፍትህ መንፈሳዊ ዓንቀጽ ዓሰርተ ሓሙሽተ ዝመጀመርያ ቁጽሩ ዝተርጎምዎ ትርጓሜ እኒኦ እዚ ምስጢራዊ ትርጓሜ እዩ ታይ ይብል ጾም ማለትሲ ወዲ ሰብ ካብ ብፍሉጥ ሰዓት ብፍሉጥ ሰዓት እንትኸውን እንተሎ እቲ ሰብ ብፍሉጥ ሰዓት ካብ ምኽልካል እዩ ካብ መብልዕ ምኽልካል እዩ እንትብል ተሎ እተን መብልዕ ድማ ናብ ክልተ እዩ ንኸፍሎም ማለት እዩ ሓደ ብሰዓት እንኽልከሎም እኒኦ ግን ሰዓትና ፈፂምና ድማ ወይ ሰዓትና ክቢርና ድማ እንምገቦም እቲ ካልኣይ ደረጃ ድማ እንደገና ፈፂሙ ብፆም ወቕቲ ክንምገቦ ዘይግበአና ምግቢ ክልኩል እኒአና ማለት እዩ ስለዚ ብፍሉጥ ሰዓት ሰብ ካብ ምግቢ ዝኽልከለሉ ምስጢር እዩ ስያሜኡ ወይ ኸዓ ትርጉሙ ኢሉ ነቲ ናይ ጾም ትርጉም ክገልጸልና እንተሎ እቲ ቀንዲ ዝገልጸልና ዘሎ ሕዚ ምኽልካል እሞ ብፍሉጥ ሰዓት ካብኡ ኸዓ ካብ ምብልዕ ይብለና ኣሎ ካልኦት ዝርዝራትውን ኣለዎ ምስኡ ስለዚ ጾም ማለት ብዙሓት ነቢያት እውን ከም ዝገለጽዎ ኢሳይያስ ራስ እንታይ ይብላ ጾም ትፌውስ ቁስለ ነብስ ትሕትና እትምህር የዋህነት እትምህር ካብ እንስሳዊነት ናብ መንፈሳዊነት ካብ ዓለማዊነት ናብ ሰማያዊ ሓሳብ ካብ ምድራዊ ኮንካ ስጋዊ ምዃን እውን ናብ መልኣካዊ ጠባይ እትምልስ ኣንደበት እትምልስ ዓባይ ናይ እግዚኣብሔር መንገዲ መራኸቢት እያ። ጾም ኢሉ እውን ብዙሓት እውን ይገልጽዋ። እዚ ካብ ጥንቲ ሒዙ ቅዱሳን ንዝተፈላለዩ ኣገልግሎት እግዚኣብሔር እግዚኣብሔር ደስ ንምባል እቲ ሓደ ነገር ጾም ሰውነትካ መድከሚ ንሰውነትካ ን ንስጋዊ ድሌትካ መድከሚ ስለ ዝኾነ ቅዱሳን ኣቦታትና ኩሉ ቅድም ቀዳድም ናይ መጀመርያ ስርሖም ጾም እዩ። ሙሴ ጽላት ጽላተ ህግ ንክቕበል ኣርብዓ መዓልቲ ጾመ። ዳንኤል ጾመ፣ እዝራ ጾመ፣ ብዙሓት ነብያት ጸይሞም ይብለና። መድህነኣለም ኢየሱስ ክርስቶስ ድማ እንደገና ነቲ ናይ ሐዲስ ኪዳን ስርዓት መስራቲ ነቲ ብብሉይ ኪዳን ዝጸነሐ ስርዓተ ጾም ንክፍጽም ወይ ድማ ንካጽድቕ ንሐዲስ ኪዳን እውን መሰረት ክኸውን ጾም ብብሉይ ኪዳን እምበር ብሐዲስ ኪዳን የለን ከይብሉ እውን ክርስቶስ ናይ መጀመርያ ስርሑ ጾም እዩ ዝገበረ። ሃዋርያት እውን መንፈስ ቅዱስ ምስ ወረደሎም ቅድሚ ናብ ሃይገረ ስብከት ምኻዶም ጾም እዮም ዝገበሩ መጀመርያ ስለዚ ኣብ ሓደ ክርስትና ውሽጢ ሓደ መሰረታዊ ናይ መጀመርያ ስራሕኻ ክትገብሮ ዝግበካ ጾም እዩ ስለዚ እቲ ጾም ከምዚ እዩ ትርጉሙ ከምዚ እዩ ኣገልግሎቱ ካብኡ ድማ እንደገና ቅጽል ኢሉ ይብላ መይስ እቲ ትርጓሜ እንታይ ይብላ በከመ ነዋይ ጸባሂተ ስጋ ከማሁ ጾምኒ ጸባሂተ ነብሲ ኢቲ ይብላ ገንዘብ ኣስራት ሰብ ዕስርን ይኸፍል እዩ ማለት ኣስራት ዝበሃል ተሎ ካብ ሚት ዓሰርተ ካብ ሓደ ዓሰርተ ሰብ ይኸፍል እዩ ጾም ድማ ኣስራት እያ ይብላ ብፍላይ እዚ ኣብይ ጾም ዘርባዓ ጾም ትበሃል ኣስራት እያ ክርስቶስ ንምንታይ እያ ኣርባዓ መዓልቲ ዝጾመ ነቢያት ንሙሴ ንምንታይ እዮም ኣርባዓ መዓልቲ ዝጾሙ እንተኢልና ነተን መዓልቲ ዕስሪን እየ ኣብዚ ከዓ ሊቃውንቲ ይነግሩና ዕስሪን ማለት ኣብ ዓመት ሰለስተ ሚእቲ ስሳ ሓሙሽተ መዓልቲ ኣሎ ናብዚ ዓሰርተ ካብ ዓሰርተ ሓደ ካብ ዓሰርተ ሓደ ተነውጽእ ናይ ሰለስተ ሚእትን ስሳን መዓልቲ ሰላሳን ሽዱሽተን መዓልቲ እየን እተን ዕስሪን ሰላሳን ሽዱሽተን ዕስሪን ነውጽእ ማለት እዩ ዓሰርተ ካብ ዓሰርተ ሓደ ካብ ዓሰርተ ሓደ ካብኡ እንታይ ይተርፋ ሓሙሽተ ጳጉሜን ኣለዋና ብመጽሓፈ ሄኖክ ወይ ድማ ብቀመረ ሄኖክ ሓሙሽተ ጳጉሜን ተሓምሸይተ ይትቁጸር እዩ ናብ ኣርባዕተ መዲቡ ተስዓን ሓደን መዓልቲ ተስዓን ሓደን መዓልቲ መዲቡ እዩ ዝሓድጎ ድሓር እታ ኣርባዕተ መዓልቲ ከም ዘላታ ብምእታው ኣርብዓ መዓልቲ ይገብራ ይገብርዎ እቶም ሊቃውንትና ስለዚ ከምቲ ገንዘብ ኣስራት ተዋሂሉ ካብ ካብ ዘለካ ካብ ዝረኸብካዮ ኣስራት ክፈል ከም ዝበሃል ካብ ዘለካ መዓልቲ ድማ ንእግዚኣብሔር ንጾም ኣስራት ሃብ ተዋሂሉ ድማ ዓስራት እዩ ኢሎም ከዓ እቲ ኣንቶ ዝጠቐስክዎ ዓንቀጽ ዓሰርተ ሓሙሽተ ፍትሒ መንፈሳዊ ድማ ብዛዕባ ጾም ብያንኡ ኣስራት ምዃኑ እውን ይነግረና እና ቤተ ክርስቲያን ቅዱሳት መጻሕፍታ ከምዚ ገይሮም እዮም ዝገልጽዎ ነቲ ጾም ምስጢራዊ ትርጉሙ፣ ዘይቤኣዊ ትርጉሙ፣ ኣውዳዊ ትርጉሙ ከምዚ ዓይነት። ቃለ ህይወት የስመዐልና መምህር ብጣዕሚ ፅቡቅ ኣገላልፃ እዩ ፆም ክንፆም ተለናሲ ካብ ምንታይ ካብ ምንታይ ኢና ክንፆም ለለና ካብ ምብላዕ ብቻ ዲና ክንፆም ለለና ወይስ ቤተክርስትያንና ታይ እያ ትእዝዘና
ስቆም ማለትሲ በፍሉጥ ሰዓት ምኽልካል እዩ ትብለና እንተሎ ካብ ፈቃደ ስጋ ፈጺሙ ምርሓቅ ማለት እዩ ሸው ድልየታት ስጋ እንታይዮም ምብላዕ ምስታይ እዩ ካሊእ ቀጺሉ ውን ከም ሰብኣዊ ተፈጥሮ ወይም ከም እንስሳዊት እዛ ተንሳሳሂት ተሃዋሲት ዝብላ ኣብ ደቂ ሰባት ዘሎ ስምዒት ምግታእ ወይ ከዓ ምዕጋት ምእርናብ እዩ ሸው ናብ መልኣካዊ ሂወት ምንባር ማለት ሸው ስለዚ ኣብ ጾም ግዜ እንኽልከሎ ነገር እንታይ እዩ? መብልዕ፣ መስተ፣ ኹሎም ኣስከርቲ ነገራት ይኹኑ ኣእምሮ ዘዛውዑ ይኹኑ ፈቃደ ስጋ ንምቁጽጻር ዘጸግሙ ነገራት ብምሉኦም ምጹኣም እዩ። ካሊእ ቅዱስ ጳውሎስ እውን ብኣዲስ ኪዳን ኣስተምህርኡ ኣብ ቀዳማይ ቆሮንቶስ ምዕራፍ ሸውዓተ እንታይ እዩ ዝብለና? ኣብ ግዜ ጾም ኣብ ግዜ ጸሎት ብፍላይ ንጸሎት እስትርኳን ኮይንኩም ንጾም ጸሎትን እስትርኳን ኣብ ትኾኑ ሰዓት እውን ሰኣይ ዋላ እኳ ሰብ ሓዳር ሰብኣይ ሰበይቲ ሓደ እዩ መንጸፎም ሓደ እዩ መድቃሶም እንተተባህለ ነገር ግን ነቲ ንጸሎትን ንጾምን እትዳለውሉ ሰዓት ግን ኣይግባእን ኢሉ ከዓ እንደገና ድማ መይሱ እቲ ስርዓተ ጾታ ወይ ድማ ምስጢረ ሓዳር ዝበሃል ንባዕሉ እውን እንደገና ምእመናን ዝኾነ ይኹን ሰብ እንደገና ኣብቲ ካብ ፈቃደ ስጋ እውን ነፃ ኮይኑ ካብኡ እውን ተኣሪሙ ምክንያቱ ሓደ ባዕሉ ፈቃደ ስጋ ምእራም ስለ ዝኾነ እንደገና እቲ ኣብዛሓ ምብላዕ ምስታይ ድማ ትቀዲሙ ጣጣ ለምፅኦ ድማ እንደገና ፈቃደ ስጋ ምልዓል እዩ እሞ ካብዚ ንምእራም ኢኻ ትፀውም ዘላ ኣይበላዕኹን ግን ካልእ ነገር ክፍፅም እየ ማለት ግን ምትፀውም ኣየብሎን እሞ እንታይ እዩ ሓደ ብስሩ ሰብ ሓዳር ክኽልከሉሎም ዝግባእ ወቕትታት ኣለዉ።